ሌትናንት ጀነራል ታደሰ ወረደ ናብ ኣዲስ ኣበባ ኣምሪሖም ኣለዉ ኣብ ስታድየም ከተማ ሸራሮ ርክብ ህዝቢ ትግራይን ኤርትራን ተጠናኺሩ ቀፂሉ ኣሎ ኣብ ከተማ በረኻት ተወዲቦም ዝነበሩ ሚሊሻታት ምዕራብ ተበቲኖም ኣብ ዝሓለፈ ኣርብዓን ሸሞንተን ሰዓታት ኣብ ኣኽራናት ኢራን ዝተፈጸመ ሓቀኛ ዛንታ እዩ። ዛንታ እቲ ብዘደንቕ ኦፕሬሽን ዝወጸ ፓይለት ኣመሪካ ንትንታነ ዝሓዝናዮ። ኣመሪካ ቢልዮናት ዶላር ዝግመት ስውር ሚሳይላት ክተዋፍር ጀሚራ። ኣፍደገ ሲኦል ዝኽፈቱ ንዓኻትኩም እዩ ኢራን። ሰላም ኣብ ኩሉ ኩርናዓት ዓለም እትርከቡ ተኸታተልቲ መደብና ዜናታት እዚ ዕለት በርእስተ ዜና ፈሊምና ናብ ዝርዝሮም ክነስግረኩም። ፕሬዚደንት ግዜያዊ ምምሕዳር ትግራይ ሌት ጀነራል ታደሰ ወረደ ኣብ ጉዳይ ስልጣን ፕሬዚደንትነት ትግራይ ኣድሂቦም ንምምኽኻር ትማሊ ሰንበት 27 መጋቢት 2018 ግእዝ ናብ ከተማ ኣዲስ ኣበባ ኣምሪሖም። ምስቶም ፕረዚደንተ ቅርበት ዘለዎም ምንጭታት ከም ዝሓበርዎ ጀነራል ታደሰ ኣብ እዋን ዑደቶም ምስ ኣብይ ኣሕመድን ካልኦት ላዕለዎት ሰበ ስልጣን ፌደራልን ተራኺቦም ኣብ ጉዳይ ስልጣን ፕረዚደንትነት ትግራይ ክዘራረቡ እዮም ተባሂሉ ኣሎ። ካብ ሰላሳ መጋቢት ክልተ ሽሕን ዓሰርተ ሸውዓተን ግእዝ ጀሚሩ ንኣስታት ሓደ ዓመት ዕድመ ስልጣን ዘለዎም ሌተናንት ጀነራል ታደሰ ድሕሪ ሰለስተ መዓልቲ ስልጣኖም ብዕሊ ክዛዝሙ እዮም። ድሕሪ ሰላሳ መጋቢት ንተወሳኺ ሽዱሽተ ኣዋርሕ ኣብ ተመሳሳሊ ቦታ ክቕጽሉ ዶ ወይስ ብኻልእ ሰብ ክቕየሩ ክሳብ ሕዚ ኣይተፈልጠን። ከም ገምጋም ገለ ፈለጥቲ ውሽጢ ግን ኣብይ ኣሕመድ ጀነራል ታደሰ ፕረዚደንት ትግራይ ኮይኖም እንተቐጺሎም ንቐጻሊ ፕላኖም ኣድላይ ሰብ ምዃኖም ስለዝፈልጡ ኣብ ስልጣን ክጸንሑ ከምዝኽእሉ እናተገልጸ እዩ። ኣብ ስታድየም ከተማ ሸራሮ ርክብ ህዝቢ ትግራይን ኤርትራን ተጠናኺሩ ውዒሉ ኣሎ። ብምኽንያት ዓመታዊ በዓል መድሃኒኣለም ናብ ከተማ ሸራሮ ዝመጸ ህዝቢ ኤርትራ እኽሉ ጽዒኑ ዓበይቲ ዓዲ ኣምሪሑ ብምምጻእ ጽምዶ ኣብ ስታድየም ከተማ ሸራሮ ድሚቕዎ ውዒሉ ኣሎ። ህዝቢ ከተማ ሸራሮ እውን ድሙቕ ኣቀባብላ ገይሩሉ ኣሎ። ነዚ ርክብ እዚ ብጎቦ ዓይኖም ዝጥምቱ ብዙሓት እዮም። ኣብ ከተማ በረኸት ተወዲቦም ዝነበሩ ሚሊሻታት ምዕራብ ተበቲኖም ኣለዉ። ዕጡቓት ኣስመላሽ ኮሚቴ እውን ብግልፂ ኣይንወፍርን ዝብል ተቓውሞ የልዕሉ ነይሮም። ትማሊ ናብ ቃፍታ እውፈሩ ዝተብሃሉ ዕጡቓት ተከዘ፣ ዘብዒ፣ መሃያን ቀለምን ሓቲቶም ክንልእኸልኩም ኢና ዝብል መልሲ ተዋሂብዎም ተግባራዊ ኣይኮነን። ነዚ ስዒቡ ድፋዕ ገዲፎም ነናብ ዝመፅእዎ ተበቲኖም። ተመለሱ ተባሂሎም እውን እንተደሊኹም ብረትኩም ውሰዱ ብምባል ኣቕቢፆም እዮም። ምስ መከላኸሊ ኮይኖም ኣንጻር ትዲኤፍን ፋኖን ክዋግኡ ድሌትን ዓላማን ከም ዘይብሎም ይገልጹ። ዘይተጠመሩ ሓይልታት በብወገኖም ኣብ ምዕራብ ትግራይ ሰፊሮም ኣለዉ። መን ምስ መን ምዃኑ እውን ዳርጋ ኣይፋለጡን። ኣብ ዝሓለፈ ኣርብዓን ሸሞንተን ሰዓታት፣ ኣብ ኣኽራናት ኢራን ዝተፈጸመ ሓቀኛ ዛንታ እዩ። ዛንታ እቲ ብዘደንቕ ኦፕረሽን ዝወጸ ፓይለት ኣመሪካ ንትንታነ ሒዝናዮ ኣለና። ኣመሪካን እስራኤልን ዝወለዖ ኲናት ሰላሳን ሸውዓተን መዓልትታት ኣቑጺሩ ኣሎ። ድሕሪ'ቲ ኣብ ክልተ ሽሕን ሰለስተን ብፈረንጂ ዝተፈጸመ ወራር ዒራቕ ንደሓር ነፋሪት ውግእ ኣመሪካ ክትወድቕ እዚ ንፈለማ እዋን'ዩ። ኢራን ነቲ ኣመሪካዊ ወተሃደር ብህይወት ንምሓዝ ዘይገልበጠቶ እምኒ የለን፣ እቲ ኣመሪካዊ ኣብራሪ ንዝማረኾ ድማ ስሳ ሽሕ ዶላር ሽልማት ክትህብ ምዃና ሓቢራ ነይራ። መንግስታዊ ቴሌቪዥን ኢራን ብተደጋጋሚ ምስሊ ናይታ ዝወደቐት ነፋሪት ብምርኣይ ህዝቢ ነቲ ፓይለት ክሃድኖ ተማሕጺኑ። እዚ ጥራሕ ዘይኮነ ኣብ ደቡባዊ ምዕራብ ኢራን ኣብ ዝርከቡ ኣኽራናት ኮሆግልየንን ቦየር ኣህመድን ዝርከቡ ሰበኽ ሳግም ከይትረፉ ነቲ መንግስቲ ዘቕረቦ ጻውዒት ተቐቢሎም ነቲ ኣመሪካዊ ንምእላሽ ጠበንጅኦም ተሓንጊጦም ተዋፊሮም እዮም። ኢራን ነቲ ወታደር ብህይወት እንተትሕዞ ነይራ፣ ኣመሪካ ኣብ ልዕሊ ግዝኣታ ንእትፍጽሞ ዘላ ቀጻሊ ወታደራዊ መጥቃዕቲ ዓብዪ ፖለቲካዊ ዓወትን ንዘተ ሓይልታን ምዀነ ነይሩ። ብኣንጻሩ ኣነ ኣመሪካን ፕረዚደንት ዶናልድ ትራምፕን ዘዋርድ ውድቀት ምዀነ እዩ። ኣመሪካ ንናይ ገዛእ ርእሳ ወታደር ካብ ኢድ ጸላእ ክተድሕን ዝገበረቶ ጻዕሪ ዘድንቕ እዩ ነይሩ። ፕረዚደንት ትራምፕ ሰንበት ንግሆ ኣብ ዝዘርግሕዎ መግለጺ፣ ነቲ ምድሓን ህይወት ሓደ ካብቶም ኣብ ታሪኽ ኣመሪካ ኣዝዮም ደፋራትን ዘይተለምዱን ክብሉ ገሊጾምዎ። እቲ ፕረዚደንት ነቲ ስርሒት ክገልጽዎ እንከለዉ፣ እዚ ተባዕ ወታደር ኣብ ክሊ መሬት ጸላኢ፣ ኣብ ሓደገኛ ክራናትን ብጸላእትና ይህደን ነበረ። ሰዓታት እናሓለፈ ብዝኸደ ቁጽሪ ጸላእቲ ይጽግዕዎ ነበሩ፣ ንሕና ግን ዕስራን ኣርባዕተን ሰዓታት ምክትታል እናገበርናሉ ስለዝነበርና ንበይኑ ኣይነበረን ይብሉ። እቲ ስርሒት ቀሊል ኣይነበረን፣ ጉጅለ ምድሓን ህይወት ነቲ ወታደር ከወጽእዎ ኣብ ዝፈተኑሉ እዋን ብርቱዕ ምልዋጥ ተኹሲ ኣጋጢምዎም። ኣመሪካውያን ነቲ ናይ ለይቲ ጸልማት ተጠቒሞም ሓራ ከውጽእዎ እኳ እንተፈተኑ፣ እቲ ምልዋጥ ተኹሲ ተናዊሑ ነቲ ስርሒት ናብ ፍርቂ መዓልቲ ጎቲትዎ'ዩ፣ ዝያዳ ሓደገኛ ድማ ገይርዎም። ኣመሪካውያን ነቲ ናይ ኢራን ኣለሻ ንምፍሻል መጀመርያ ነቲ ወታደር ረኸብዎ ብምባል ናይ ሓሶት ሓበሬታ ከይተረፈ ተጠቒማ እያ። ኣመሪካውያን ኣብ መወዳእታ ንከቢድ መጅሙዕ ተኹሲ ሓሊፎም ነቲ ወታደር ከውጽእዎ ክኢሎም። እቲ ወታደር ቅሩብ ቆሲሉ እኳ እንተነበረ ብህይወት ተሪፉ እዩ። ሓይልታት ኢራን ኣብቲ ስርሒት ብውሕዱ ክልተ ሲ ሚእትን ሰላሳን ነፈርትን ክልተ ብላክ ሆል ሄሊኮፕተራትን ከምዝሃረሙ ዋላኳ እንተገለጹ ኣመሪካ ግን ነዚ ኣየረጋገጸቶን። እዚ ንኣርባዓን ሸሞንተን ሰዓታት ዝቐጸለ ድራማ ዝተፈጸመ፣ ኣብ መወዳእታ ወርሒ ለካቲት ዝጀመረን ቅትለት ላዕለዋይ መራሒ ኢራን ኣያቶላህ ዓሊ ካሚነይ ዝረኣየሉ ኲናት ካብ ዝጅምር ኣትሒዙ ዝለዓለ ወጥሪ ኣብ ዝረኣየሉ እዋን'ዩ። ኣብዚ ኲናት ልዕሊ ክልተ ሽሕ ሰባት ክሞቱ እንከለዉ፣ ልዕሊ ዕስራን ሽዱሽተን ሽሕን ሓሙሽተ ሚእትን ድማ ቆሲሎም። ምድሓን እቲ ወታደር፣ ፕረዚደንት ትራምፕ ኣብ ልዕሊ ኢራን ዝሓሰቦ ዝኾነ ይኹን ወታደራዊ ስትራተጂ ብዘይ ዝኾነ ምሩኽ ኲናት ብናጽነት ንምትግባር መንገዲ ከፊቱሉ ኣሎ። ተንተንቲ ፖለቲካ፣ እቲ ወታደር ኣመሪካ ብህይወት እንተ ዝማረኽ ነይሩ፣ እቲ ኲናት ካልእ ተርእዮ ክሕዝ ይኽእል ነይሩ ይብሉ። ብሓፈሻ እዚ ፍጻመ፣ ኣመሪካ ንሓደ ወታደር ካብ መንጋጋ ጸላኢ ንምድሓን ክሳብ ክንደይ ጻዕሪ ትገብር ከም ዘላ ዘርኢ ክኸውን ከሎ፣ በቲ ካልእ ወገን ድማ ነቲ ድሮ ውዑይ ዝኾነ ዞባዊ ኲናት ዝያዳ ኣጋዲድዎ ኣሎ። ኣፍደገታት ሲኦል ዝኽፈቱ ንዓኻትኩም እዩ ትብል ኢራን። ኣብ ቴህራን ብዝተፈጸመ መጥቃዕቲ ላዕለዎት ወታደራዊ መራሕቲ ተቐቲሎም። ኣብ ርእሰ መዲና ኢራን ዝኾነት ቴህራን ጥሙር ሓይሊ ኣመሪካን እስራኤልን ብዝፈጸምዎ መጠነ ሰፊሕ ናይ ኣየር መጥቃዕቲ ብርክት ዝበሉ ላዕለዎት ወታደራዊ መራሕቲ እታ ሃገር ከምዝተቐትሉ ይስማዕ። ናይ ፕረዚደንት ዶናልድ ትራምፕ ናይ ቀረባ ደጋፊ ምዃኑ ዝንገረሉ ፎክስ ኒውስ ከም ዝጸብጸቦ፣ በዚ መጥቃዕቲ እዚ ቁጽሪ እቶም ዝሞቱ ካብ ኣርባዓ ክሳብ ሓምሳ ክበጽሕ ከም ዝኽእል ተገሚቱ ኣሎ። እዚ መጥቃዕቲ እዚ ዝተፈጸመ ብፕረዚደንት ትራምፕ ንኢራን ዝሃብዎ ናይ ኣርባዓን ሸሞንተን ሰዓታት መጠንቀቕታ ንምውዳእ ሒደት ሰዓታት ጥራሕ ተሪፍዎ ከሎ ምዃኑ ነቲ ኩነታት ዝያዳ ኣሰካፊ ገይርዎ ኣሎ። ኢራን እቲ ብትራምፕ ዝተዋህበ ናይ ኣርባዓን ሸሞንተን ሰዓታት ናይ ግዜ ገደብ መጠንቀቕታ ምሉእ ብምሉእ ውድቂ ከም ዝገበረቶ ኣፍሊጣ እያ። ኣዛዚ ማእከላይ እዝ ሰራዊት ኢራን፣ ICMC፣ ጀነራል ዓሊ ዓብዱላሂ ዓሊ ዓብዲ፣ ነቲ ዝተዋህበ መጠንቀቕታ ንሰላም ዝዀነ ደገፍ ዘይብሉ ክብሉ ነቒፎምዎ። እቶም ጀነራል ወሲኾም ነቲ ተግባር፣ ብውልቃዊ ስምዒት ዝተወሰነ፣ ሚዛኑ ዘይሓለወ ናይ ዕብዳን ተግባር ክብሉ ዝገለጽዎ እንተዀነ፣ ካብቲ ቀንዲ ትርጉም መልእኽቲ ከም ዝተረዳእናዮ ደጊታት ሲኦል ዝኽፈቱ ንዓኻትኩም፣ ንኣመሪካን እስራኤልን እዩ ብምባል ሓያል ናይ ግብረ መልሲ መጠንቀቕታ ሂቡ። ፕሬዚዳንት ትራምፕ፣ ኢራን ነቲ ኣብ ዓለምለኻዊ ንግዲ ነዳዲ ወሳኒ ዝኾነ ሄርሙዝ መተሓላለፊ ወይ ከዓ ስትሬት ኦፍ ሄርሙዝ ክትከፍቶ ንኻልኣይ ግዜ ናይ ኣርብዓን ሸሞንተን ሰዓታት መጠንቀቂቓ ሂቦም ከም ዝነበሩ ዝዝከር እዩ። ኢራን ነዚ ጠለብ እዚ ብሓይሊ ብዝሃበቶ መልሲ ምኽንያት እቲ ዞባ ካብ ዘለዎ ናብ ዝገደደ ውግእ ከምርሕ ይኽእል እዩ ዝብል ስግኣት ነጊሱ ኣሎ። ኣመሪካ ብቢልዮናት ዶላራት ዝግመት ስውር ሚሳይላት ክተዋፍር ጀሚራ። ብሉምበርግ ምንጭታት ብምጥቃስ፣ ኣመሪካ ኣብ ዙርያ ኢራን ብበዝሒ ዝማዕበሉ ነዊሕ ርሕቐት ዝጓዓዙ ጃምስ ኢር ክሩዝ ሚሳይላት ትእክብ ከምዘላ ተጸብጺቡ። ነብሲ ወከፎም ሓደ ነጥቢ ሓሙሽተ ሚልዮን ዶላር ዝግመቱ እዞም ሚሳይላት ንምክልኻል ራዳር ጸላኢ ሰቢሮም ኣትዮም ዕላማታት ከጥቅዑ ከም ዝኽእሉ እዚ ስውር ዓቕሚ ከም ዘለዎም ይግለጽ። እቶም ሚሳይላት ካብ ፓስፊክ ውቅያኖስ ማእከላይ ኣመሪካ ዝተፈላለዩ ክፋላት ዓለም ተኣኪቦም ናብ ማእከላይ እዝ ኣመሪካ ሰንትኮም ኣብ ዓዲ እንግሊዝ ናብ ዝርከብ መደብር ሓይሊ ኣየር ፌርፎርድን ይጓዓዙ ኣለዉ። እቲ ኣብ ሓደ ከባቢ ዝረእ ዘሎ ሰፊሕ ምውህላል ኣብ ልዕሊ ኢራን ክፍጸም ንዝኽእል ሰፊሕ ዘየዳግም መጥቃዕቲ ከም ምድላው ተገይሩ ይረኣ ኣሎ። እቲ ትእዛዝ ዝተመሓላለፈ ኣብ መወዳእታ ወርሒ መጋቢት ኰይኑ፣ ፕረዚደንት ትራምፕ ብዛዕባ ምስሓብ ሰራዊቱ ምስ ዝሃቦ መግለጺ ብተጻራሪ ወተሃደራዊ ድልውነት ይዕቢ ከም ዘሎ ዘመላኽት እዩ። እምበኣርከስ ክቡራት ተኸታተልቲ መደብና ዜናታት እዚ ዕለት ኣብዚ ከም ቤትና ሰሰናዩ ንዓኹም ሰላም ንዓኺ ትግራይ።